ሕጂ ጽብቕቲ ሕጂ እንታይ ይብሉ መሲልካሲ መመኽነይታሲ ኣድግመይታ ካብ መማህታ ከዓ ምጉታታ ይብሉ ኣቦታትና ሕጂ ዝወዲ ዓይኖም ዲ ገለ ዝበሃል በቃ ከምዚ ቆምሽ ደይ ሓንኲልን ነዚ ዓይነቱ ዘረባ እዩ ዝዛረብ ዘሎ ንኣብነትሲ ኣንበጣ ይመጽእ ናብ ግራትካ እሞ ኣንበጣ እንድሕር ተመጽዩ እኽለይ ከይጠፍእ ገለ ይትብልኒ ኢኻ በትሪ ጌርካ ካ ነቶም ኣንበጣ በል ክትብሎም ትውዕል ከምዚ ሕሕት ገለ ቆቆሪፅካ ሓመድ ትገብሮም እንታይ ስለ ዘለ ምክንያቱ ኣቐዳሚ ንዓኻ የናይ እቲ ዘራእቲ ኣገዳሲ ስለ ዝኾነ ክትሃርም ከለካ ነቶም ኣንበጣ ስቲል ናው እንታይ ካ ትገብር መሲልካ ነቲ ግራት ገለ ተናሕስየሉኒ ኢኻ በቃ ደርገብካ ኢኻ ትጭልጉሞ ማለት እዩ ስለዚ ንሓደ ንሕና ካብ ዓድና እንታይ ንብል ኣለና ሓደ ኣንበጣ ዝኾነ ስርዓት ኣሎ እቲ ስርዓት ከዓ በይኑ ይኮነን ኣሎ ናቱ ተዓጀብቲ ኣለዎ ትንበጣ ዝበልዓና ዘሎ ሰራዊት ሽሾ እዮም ማለት እዩ ሓደ ንበጣ ኣንበጣ ኢልካ ከትፅዋ ሓቂ ዶ ግን ትንበጣ ክመፅእ ከሎ ግን ዕስለ ሽሾ ኮይኑ እዩ ዝመፅእ እዚኦም ከዓ ሽሾ ኣለዉ መጀመርያ ኣብ ደገ እንታይ ንብሎም ኣለና ክልተ ካብ ሚእቲ ከፊሎም ምልሻ ክልተ ካብ ሚእቲ ዝብሎም ሰባት ኣለዉ እዚኦም ምልሻ ክልተ ካብ ሚእቲ ገንዘቦም ከፊሎም ናብቲ ስርዓት ዝተዓቕቡ ምክንያቱ ካብቲ ዝሰርሕዎ ገንዘብ ወይ ካብዚ ኤሮጳውያን ክልተ ኣርባዕተ ሚእቲ ዝህብዎም ካብኡ ክልተ ካብ ሚእቲ ከፊሎም ዝዓስቡ ኣለዉ መጀመርያ እዚኦም እዮም ክፅረጉ ዘለዎም ነዚኦም ከየፅረኻ ነቲ ስርዓት ክበፅሕ ምባል ማለት ክኸውን ዘይክእል እዩ ካልኣይ ነገር እስኻ እንታይ ካ ትብል ዘለኻ መመኸነይታ ክትገብሮ ዝፅናሕካ እንድሕር ድኣ ንሒና ትግራይ ትዕወት ምባልና እንድሕር ንዓኻ ኣስጋኢ እንተኾይኑ እስኻ እንድሕር ወጽዓ ተሃሊካ እንድሕር ተፈሊጥካ ንምንታይ እስኻ ምስዞም ናትካ ድኣመሰሉ ወይ ከኣ ንዓኻ ድሰማምዑ ሰባት ምስኦም ተወዲትካ ኣንጻር እቲ ስርዓት ዘይትጉስጉስ ኣንጻር እቲ ስርዓት ዘይትምጉት ወይ ዘይትቃለስ ንምንታይ ናባና ዘጠምት ኣለካ ንሕና በቲ ንዓና ዝመስለና በቲ ንዓና ይጥዕመና እዩ ዝብሎ ንቃለስ ኣለና እስኻ ግን ንዓና ከይጠፍኡ ትብል ኣለኻ ንዓና ኣጥፊኢኻ ኸ ተምጽእ ሃገር ትቕይሮ ዲሞክራሲ ትሰርዖ ሕጊ ኣለካ ድዩ መኽንያቱ ንዓናስ ካብ ገጽ መሬት ኣጥፊኢኻና ሕራይ ጽብቕቲ ንሕና ምስ ጠፋእና ምስ መን ኢኻ ኣብቲ ሃገር ክትነብር ትሓስብ ዘለኻ ዘይተባህለ ኣይትዛረብ ንመን ሓንሳብ ሓንሳብ ሓንሳብ ሓንሳብ ዘይተጻሕፈ ተንብብ ኣለኻ ሓንሳብ መጀመርያ ሓራይ ሓንሳብ መጀመርያ እቶም ልሓስሓስ ዝብሉ ዘለዉ ክጠፍኡ ኣለዎም ኢኻ ኢልካ እቶም ምስ ትግራይ ለሓስሓስ ዝብሉ ክጠፍኡ ኣለዎም ኢልካ ሓቀይ ዶ እቶም ለሓስሓስ እንብሎም እስኻ ቀሚጥካዮም ዘለኻ ከዓ ነዚ ብምልኡ ተቃዋሚ ማለት ንብምልኡ ደንበ ተቃውመኻ ምክንያቱ እስኻ ኣብ ደንበ ተቃውሞ ዘይመሐወሲ ኢኻ ትግራይ ትዕወት ይብሉ ስለ ዘለዉ ዝብል ሓንሳ ሚት ግበሮ እዛ በጃኻ ብ- መጽሓፍ ሕጂ ሓቀይ ኣታ ሕራይ ሕጂ ብምሎም ደለይቲ ፍትሒ ከ ምስ ትግራይ ሓሓስሓስ ይብሉ ኢልካ ትኣምን ማለት ድዩ ዓራይ ወላስ ሓንስ- እቲ ኣብቲ ሓንሳብ ብዙሕነት ኮ ኢኹም ታምኑ ብዙሓት ኢና ንሕና ንሕና ኣታ ሓንሳብ እሞ ኣወዳእኒ ጽን ኢለ ክሰምዕ ጸኒሐ ኣነ ስለዚ ካብ ምሳና ምጥምማት እስኻ ከ ኣለኒ ትብል ኣለኻ ስለዚ ብሓሳብ ጌርካ ካብቲ ትግራይ ትዕወት ትብል ታብታብ ጎርዝ ኣውፂኻ ከሕዋት ነት- ክፍያት ነት- ንጠይቕ ሓይ ኣራይ ከሕዋት ታብ- ታብታብ ታብ- በብሉ ታብ- ታብታብ ጎርዝ ከሕዋት ታብታብ ግበሩ ታብታብ ታብታብ ግበሩ ኮምፕሊት ታብታብ ግበሩ ግበርሉ ኣራይ ታብታብ ግበርሉ ይሕዋት ስለዚ ንዓኻ ዝመስለካ ሰባት ኣምፂኻ ኣክንዲ ናትካ ውዳቤ ፈጢርካ ነቲ ስርዓት ክተፍርሶ ትሓስብ ምሳና ጠማመት ኣለኻ ስቲል ናውሲ ባእስኻስ ምስቲ ህግደፍ ኣይኮነን ዘሎ ምስቲ ዕንቅርቢት ዝኾነ ስርዓት ዓዲ ሃሎ ምስ ይኮነ ዘሎ ባእስኻ ባእስኻ ስቲልና ምስና ምሳና ኣሎ ምሳና ጠማመት ኣለኻ እንታይ ስለ ዝበልና ትግራይ ትዕወት ወይ ካብ ጎኒ ትግራይ ስለ ዝበልና ማለት እዩ እሱይ ግን ኣይኮነን እቲ ሓቂ ሰብ ናቲ ቃልሲ ኣለዎ ናቲ ምርጫ ኣለዎ እስኻ በቲ እስኻ ምርጫኻ ጌርካ ብኡ ዘይትኸይድ ባርዩ ሕወሓት ኢልካና ንሕና ባርዩ ሕወሓት ኣይኮና ህዝቢ ትግራይ ግን ኣካልና እዩ ፍንጫሕና እዩ ጎረቤትና እዩ ብህዝቢ ትግራይ ትትከል ኤርትራ ወይ ኣብ ፅልኢ ህዝቢ ትግራይ ዝተሃንፀት ኤርትራ ከዓ ንክትህልወኒ ይደልን እየ ምክንያቱ ኣብ ፅልኢ ህዝቢ ትግራይ ዝተሃንፀት ኤርትራ ስለ ዘላ እንታይ ኮይና ዘዲ ተወልደ ንስደት ዘዲ ተወልደ ንኩናት ዘዲ ተወልደ ኣብ ሰሃራ ክመውት ኣብ ባሕሪ ክጥሕል ንሪኦ ኣለና ኣዋልድና መፍቶ ሊብያውያን መፍቶ ሱዳናውያን መፍቶ ገለመለ ኮይነን ካብ ድልየተን ይወልዳ ይዓብዳ ይፅለላሉ መንእሰይ ግዳይ ይኸውን ኣሎ እንታይ ስለ ዝኾነ ምክንያቱ እቲ ህላውነት ኤርትራ ይብይ ስለ ዘሎ ኣብ ልዕሊ ህዝቢ ትግራይ ስለ ዘሎ ኣደዳ ስደት ኮንካ መመኽነይታ ሰላሳ ዓመት ከማን ስቲል ናው እንታይ ይብል ኣሎ መሲልካ ወያነ ብዝብል እቲ ስርዓት ንዓና ዝጻወተልና ዘሎ ወያነ ግን ንዓና ሓንቲ ጌርና ይፈልጥን ዓድና ዘኽልኣና ገጽ ኣዴና ምርኣይ ዝኸኣለና መሬትና ዘሕደገና ብምሉእ እዚ ደቂ ሓማሴን ዞም ሚናበ ዘርኣይ ንበሃል ብሕልፊ እዚ ከባቢ ዘሎ ምስ ካርና ሽምሓ ዊዝካ ንዓና መሬትና ዘደፈና ወያነ ይኮንና ኣዲፍና ባሕርና ከም ዘይንሓርስ ጀራጅና ጊሒጡ ናይ ኣሲድ መድፍእ ገይርዎ ዘሎ ስርዓት እሰያስ ደኣ እምበር ወያነ ይኮኑን ንመን ኢኻ እስኻ ሕዝች ወያነ እንዳበልካ እዚ መጀመርያ ዝወደቐ ፖለቲካ እዩ ወዲቑ እዩ ንኣብነት ፖለቲካ ንሓደ ግዜ ከኺደይ ይኽእል እዩ ኣብዚ ሰዓት ግን መንእሰይ ነቒሑ እዩ ምኽንያቱ እቲ ጸገሙ ኣብ ማእከል ዓዲ ድኣ እምበር ኣብ ደገ ኣይኮነን ዘሎ ኣብ ደገ ንዘሎ እሞ ክንቃለሰሉ ኢና ንሕና ትቡዓት ኢና ምኽንያቱ ብዓድኻን ብሃገርካን ብሰበይትኻን ዝመጻካ ኢሎምስ ኣቦታት መሲሎም እዮም ሓቀይ ዶ እሱ ይኮነን ድዩ ስለዚ እስኻሲ ኣብ ወያነ ትሕባእ ኣለኻ ስቲል ናው ኣይተቐየርካን ከማንሲ መጀመርያ እሞ ውጻእ እቲ ኣብ ወያነ ዝብል ዘሎ ናይ ሕማቅ ናይ ጽልኢ መንፈስ ንዑኡ ከይወጻካዮ ኣንጻር ስርዓት ክትዓጽካ ይትክእል ኒካ ሕጂ ኣብርሃ ካሳስ ሃገር ዘምጽ ኣብርሃ ሃገር ኣብርሃ ካሳ ሃገር ኣየምጽን መንእሰይ እቲ ሓረስታይ ጭው ወዲ ሃገር እዩ ዋግኡ ከፊሉ ደም ደፊኡ ሃገር ኣምጺኡ ዳኣ እምበር ኣብርሃ ካሳ ንበይኑ ዘምጻ ሃገር የላን ሕጂ እስኻ ኣምላኽ ሓደ ውልቂ ሰብ ኢኻ ትኸውን ዘለኻ ኣምላኺ ኣብርሃ ካሳ ትኾን ኣለኻ ኣነ ግን ኣምላኽ ብርሃ ካሳ ክኾን ኣይደልን እዩ ምክንያቱ ኣብርሃ ካሳ ክውድብ ይኽእል እዩ ክመርሕ ይኽእል እዩ ኣብርሃ ካሳ ግን ሃገር ኣየምፅእ ህዝቢ እዩ ሃገር ኣምፅኡ ተራ ሰራዊት እዩ ሃገር ኣምፅኡ እቲ ኣብ ፈቆዶ ሳሓል ኣብ ፈቆዶ ባሕሪ ኣብ ገለ ትብልዎ እሱ ነታ ሃገር ከምፅዎ ሕጂ እስኹም ግን ናይ ኣርባዕተ ሓንሳብ ሓንሳብ ኣዛርብ ናይ ኣርባዕተ ኣሎ እሞ ነዊሕካ ትሳዕታት ነዚ እዚ እዚ ሃገር ኣምፅኡ ትብሎ ዘለኻ እኮ ከዓ ክፀርፎ ከተናእሶ ክዝልፎ ክጠፍእ ኣለዎ ክትብል ኢኻ ትውዕል ዘለኻ ሓንሳብ ሓንሳብ ሓንሳብ ነጊረካያ እሳስ ይብለካ ኣለኹ ኣንበጣ እንድሕር ደኣ ክተጥፍኦ ተኾንካ ንእኽሊ ኣይትፈርሖን ኢኻ ዘራእተይ ይጥፋእ ኢልካ ከን ኣንበጣ ስቕ ኢልካ ትቆሽሙዞ ስለዚ ምስቲ ኣንበጣ ዝወገነ ከዓ ሽሾ ኮይኑ ዘሎ ምክንያቱ ኣንበጣ ሓደ እዩ መፀዊዒ ኢልካ ብሲንግል ኢኻ ትፅውዖ ክመፅእ ከሎ ግን ሽሾ ይብለካ ኣለኹ ሽሾ እዩ ነዚ ሽሾ ኣንበጣ ዝኾነ ከኣ ግድን ኢኻ ክተጥፍኦ ዘለካ ኢለካ ሽኮ መግላሽ ስለዚ ኒሕና ባእስና ምስ ኣንበጣ ምስቲ ዘራእትና ዘድግብ ምክንያቱ ህዝብና ደጽንት ዘሎ ኣንበጣ ኢና ንቃለስ ዘለና ስለዚ ካብቲ ኣነ ሕጂ ናብ ስራሕ ስለ ዘለኹ እንዳተሰረቅኩ እየ ክዛረብ ጸኒሐ ሳሚ ሓወይ የቀንየለይ ግን ክሰምዓካ እየ ክሳብ ኣብቲ ንዓና ኣይትዛረብ
እዚ ማዕረ መሪሕነት ዝኣክል እንድሕር ተመሪፁ ሲ እንታይ ስለ ዝኾነ ንመን እዩ ዝፍክር ዘሎ ንህግደፍ ከማን እኮ ኣይኮነ እዚ ሰብ እዚ ሕጅስ ንቅድሚት ዝሪኦ ዘሎ ራእይኡ ሲ እንታይ እዩ ኢልና ክንሓስብ ክንክእል ኣለና ሓንቲ ለይቲ ወላ ክፅበይ ከኣለን ሓንቲ ለይቲ ከይተጸበየስ ይብለኩም ኣሎ ኣብ ቲክቶክ ኣቲካ እንታይ ኢሉ ስምዖ። በጀካ ምቁዋም ካልእ ውርሻ የብልናን ኢሎም ዝሓስቡ ማሕበረሰብ ኣለው እዞም ዝብለኩም ዘለኹ ኢድየት ዝኾኑ ማሕበረሰብ ግን በቃ በጀካ እቲ ናትኩም ምቁዋምስ ንዓና ጥራሕ እዩ ዝምልከት ጉባኤ ምግባር ንዓና ጥራሕ እዩ ዝምልከት በጀካ እሱም ዘይ ካልእ ኤርትራውስ ክገብር ኣይደልዩን እዮም ካልእ ኤርትራዊ ክስዕቱ ኣይደልዩን እዮም ንምንታይ ይስዕስዕ ኣለዎ እንታይ እዮም በጀክኦም ካልእ ክነብር ኣይደልዩን እዮም ኣብ ኤርትራ በጀክኦም ተቃዋማይ ኮንካ ዲካ ደጋፋይ ኮንካ ዲካ ወላ ገለ ኮንካ ዲካ በቃ ብዘይ ፍቃዶም ክሸይን ከማን ይብል ማለት ስለዚ በዚ ክቅጽል በዚ ኢና ክንቅጽል ክንዕወት ኢና ምስ ህዝቢ ኤርትራ ገጢምካ 5 ፐርሰንት 6 ፐርሰንት ክስዕር ኢልካ ትሓስብ ተለካ ጸገም የብሉን ማለት እዩ ምክንያቱ ህዝቢ ኤርትራ ሰፊሕ ማሕበረሰብ እዩ ሰፊሕ ህዝቢ እዩ ነዚ ህዝቢ ዝገጢመ ንኩሉ ጨፍሊቀ ንጭፍለቅ ጨፍሊቀ ከም ድላየ ክኸይደ ገለመለ ዋላ ሓንቲ ፈተነ ክግበር ከኣል እዩ ንሕና ግን ካብ ጫፍ ስጋዕ ጫፍ ተወዲብና ናይ ኢሳያስ ከይኣኽለና ሲ ይኣኸ ብዛዕባ መን እዩ ዝዛረብ ዘሎ ክሕሱ እንተዘይደልዩ ዝኾነ ሰብ ይርዶ እዩ ማለት እዩ ቅድሚ ሕጂ ዝበላ እውን ኣንተ ወይ ኣስሚዐኩም ነይረ ብዛዕባ መን እዩ ዝዛረብ ዘሎ ኩላትና ፈሊጥና ኣለና ሕጂ ይቕረታ ከዓ ሓቲቱ ኣብቲ ይቕረታ ዝበሎ ሕጂ እንታይ ኖ ኖ ኣነ እኮ ክንዲ ሚእትን ዕስራን ሰባት ኣለዉ ዶ ክልተ ሚእቲ ሰባት ኣለዉ ዶ ዋ ከመይ ገይሮም እዮም ክልተ ሚእቲ ሰባት ዕስራ ሰባት ዝኾኑ ሲ ከመይ ገይሮም እዮም ሽዱሽተ ሓሙሽተ ፐርሰንት ናይ ህዝቢ ኤርትራ እዮም ኢልካ ትዛረበሎም ህዝቢ ኤርትራ ክንደይ ብዙሑ እቶም ሽዱሽተ ሚእታዊት ሓሙሽተ ሚእታዊት ናይ ህዝቢ ኤርትራ እዮም ዝበልካዮምሲ መን እዮም ስለዚ ብዛዕባ መን ትዛረብ ኔርካ ሲ ኩሉ ሰብ ኣይጠፍኦን እዩ ኣብኡ እውን ደው ኣይበለን ክቡራት ተኸታተልቲ ኪሮስ ኣስፍሃ ሲ ኪሮስ ኣስፍሃ ንኣብነት ኣነ ከም ሰብ እቲ ኪሮስ ኣስፍሃ ኣብ ቲክቶክ ወፅኡ ዝተዛረቦ ኣብታ ናይ ዕለት ዒስራ ከይዱ ክደግማ ምደለኹ ማለት እዩ ብድሌት እንድሕር ኮይኑ ግን ኣነ ኪሮስ ኣይኮንኩን ኪሮስ ናቱ ተሓሳስባ ኣለዎ እቲ ኣብ ቲክቶክ መጺኡ ዝተዛረባ ምስ ጆን ብላክ ግን ኣብታ ስቴጅ ከይዱ ኣብታ ናይ ዕለት ዕስራ ኣነ እዚ ኩሉ ትገብሮ ዘለኹም ናይ ህግደፍ ስራሕ ኮይኑ እዩ ዝስምዓኒ ኣብዚ ናትኩም ክሳተፍ ከዓ ኣነ ድሌት የብለይን ኢሉ ወላ እንተ ዝወፅእ መሓሸ ነይሩ ዝብል ኣረኣያ እዩ ዘለና ምክንያቱ እቲ ዝፍጠር ነገራትሲ እንታይ ከም ዝመጽእ ይረኣየካ እዩ ግን ኪሮስ ናቱ መትከል ኣለዎ ኣይደልያን ጌርዋ ኣሎ ካብቶም ኣብቲ ዕለት ዒስራ ዝተሳተፍዋ ክቡራት ተኸታተልቲ እቶም ድሓን ድሓን ዝኾኑ ሰባት ብዛዕባ ኪሮስ ሕማቕ ክዛረቡ ይሰማዕኹም ኣንኮራ ከማን በቃ ምሻ ኣሎ እዚ ሰብ እዚ ወላ ሓንቲ ድሌቱ ገይሩ ኣሎ ስለዚ ንሕና ከም ተቓላሳ ኢና ንፈልጦ ገለ ክብሉ ሰሚዐዮም ኣለኹ ብዛዕባ ኪሮስ ሕማቕ ኣይተዛረቡን ካብዚኦም ብዛዕባ ኪሮስ ሕማቅ ዝዛረብ ዘሎ መን እዩ እንድሕር ኢልና እዚ ሜሮን ዝብሃል ሰብ እዩ። ሕጂ እሱ ንዓና ከቅንኡ ንዓና ከብሉ ዝብሉ የብልዕዎ ኣለዉ ስለዚ ክትድግፍዎ ጥራሕ እዩ ዘለኩም ከውርደኩም እየ ዶ ዶክተር ኣቢ ሕርሻ ርኢኒ ዶ ታንኪ ርኢኒ ዶ ዋእ እንታይ ማለት እዩ ታንኪ ርኢኒ ዶ ሕርሻ ርኢኒ ዶ እንታይ እዩ እንታይ እንታይ ዝብለና ዘሎ ሓደ ጥዑይ ገርም ፊጥ ደይብል ንሲ ንዓይ ናብ ካብ ሓደ ከተማ ናብ ሓደ ከተማ ክወስደኒ ኣብ ጀርመን ከማን ሓደ ስቴሽን ኣይከይድን ምስ ከም ወዲ እስጢፋኖስ የለ ከም ወዲ ኣስመራ ማለት እያ ንሓደ ስቴሽን ኣይከይድን ኣነ ነውን ግደፎ እዚ ስኢልካ ኣልገፊፍ ክታይ ማለት እዩ ንኹላ እዚ ሰብ እዚ ብመስረ ይሒዝዋ ዘሎ እንታይ ትገብር ንመን ትሃርም ንመን ተፍርስ ብሙላእታ ዝደልያ ኩላ ይገብራ ኣሎ ማለት እዩ ኣብዚ ሕጂ ናይ ዕለት ዕስራ ኣትይዎ ዘለውን ዝሰብ እዚ መትከል ስለ ዘለዎ ኣይኮነን ክሰርሖ ዝደሊ ስራሕ ስለ ዘለዎ እዩ። ብቐዳማይ እውን በዚ ምክንያት እዚ እየ እዚ ሰብ እዚ ዘለዎ መሪሕነት ሲ ናብቲ ግሎባል ብርጌድ ንሓመዱ እንድሕር ተጸንቢሩ መንእሰይ ኣብ ሓደጋ ክወድቕ እዩ ዝበልኩ። እዚ ሰብ እዚ ተኣማንነቱ ናብ ዜሮ ወሪዱ እዩ ድሕሪ ሕጂ ነዚ ሰብ እዚ ክኣምኖ ዝኽእል ሰብ የለን በዚ ኩሉ ዝዛረቦ ዘሎ ከዓ ካብቲ መሪሕነት ናይ ኮለን ክወርድ እንድሕር ዘይክኢሉ እንታይ ዳሞ ፍልልዩ ካብቲ ናይ ዕለት 16 ዝተገብረ በቲ ናትኩም ኣረኣያ ትብልዎ ዘለኹም እንድሕር ዓመፅ ነይሩ ዋ እዚ ሰብ እዚ ዝዛረቦ ዘሎ እንድሕር ካብዚ መሪሕነት ዝኸውርዶ ዘይክእል ኮይኑ እሞ ፍሉይነት የብሉን ማለት እዩ እዚ ናይ ኮለንካ እዚ ኩሉ ዝኸይ ዘሎ ከዓ ናይ ህግደፍ ምትእትታው ስለ ዘለዎ ጥራህ እዩ ምክንያቱ እታ ንመጀመርያ ዝተጠቀሙላ ረሲፒ ኣፅርዮማ እንዲዮም ኣፅርዮም ምሻሎ ከምዚ ኮሚደረ ሕጂ ንኣብነት ኣብ ናትና ሕብረተሰብ ሲ ፀብሒ ክሰርሕ እንድሕር ኮንካስ ቅድም ሽጉርቲ ኢኻ ትቆሉ በቃ ዝኾነ ሰብ ኣበይ ሃሉ ብዘይገድስ ስልሲ ይሰርሕ እንድሕር ኣሎ ቅድም ሽጉርቲ እዩ ዝቆሉ ስለምንታይ ቅድም ኮሚደረ ዘይ ዘይቆለዎ ወይ ዘይቲ ዘይገበረ ምኽንያቱ ከምኣ ኣይኮነትን እታ ቅንዕቲ ጸብሒ ክሰርሓ እንድሕር ኮንካ ብሽጉርቲ ኢኻ ትጅምር ስለዚ ህግደፍ ከኣ ሓንቲ ረሲፒ ዘዳለዋ ኣላ ነዚ ደንበ ተቃውሞ ዝበሃል ኤርትራዊ ብኸመይ ፋሕ የብል ንሳ ከዓ እታ ኣውራጃ ትበሃል እያ ማለት ኩሉ ግዜ እዩ ዝጥቀመላ ናብኣ ከዓ ብኸመይ ይኣቱ ከዓ ይፈልጥ እዩ ኣብዛ ጉዳይ እዚኣ እውን ይኣቱ ኣሎ። ዝጸልእ ተባሂልካ ጸጸዊዕካ ጥራይ ኔሩ እቲ ባል ንጎዚ ምስኦም ኮይኑ እዩ ወዲ ሓጂ ከምቲ ነቦታትኩም ኣብ ሳሕል ዘትረፍናዮ ዓዲ ዘእተናዮ ውግእ ከይትመልኣሉ።
ግበራ ኢሳቅ ቁሚት ግበራ ዳዊት ከኣ ከውርደኪ እያ ካልእ ሰብ ክእቱ ዴቭ ኢሳቅ ቁሚት ግበራ ዴቭ ከውርደካ ካልእ ሰብ ክእቱ ገደዮን። ኦኬ ኦኬ ሩሑስ ሕጂ እ፣ እንታይ ኢሉ በቃ ከምቲ ነቦታትኩም ኣብ ሳሕል ዘትረፍናዮም ንዓኹም ከ ካብዛ ስደሲ ዓዲ ነእትወኩም እና ደቂ ኣኮሎ ጉዛይሲ ከነትርፈኩም ኢና ኢሉ ስለዚ እዞም ሰባት እዚኦም እካ ጀባ ኢሎም ተቐቢሎሞ እ፣ ብምልኦም ኣብኡ ሓደ መን እዩ ሽሙ ናይ ሃይማኖት ዶ ገለ ቢሉ ኣንጻር እዚ ኦርቶዶክስ ዝሰብኽ ዶ ገለ በዓል ከም መን እዮም ዝብልዎ ኣይ ዶንት ኖው ብሙልኦም ኣብኣ ዝነበሩ ብዓብዩ ከዓ ኣብቲ ዳስ ከዓ ላይፍ ከፊቱ እዚ ርኹስ ቤንጠ እ፣ ሜሮን ከዓ በቃ ንሱ ከዓ በቃ እዚ ድዲ ዝኾነ ሕብረተሰብ ገለ ክብሎ እዩ ሕጂ ኣብኡስ በቃ ኣጋይሽ ዓዲሞም ገለ ገለ ሰባት ምስ ውልቂ ጽልኢ ዘለዎም ኣብኡ ንውልቂ ሰባት ኣብ ወይ በተሓሳስባ ድዩ ብገለ ድዩ ዝበለጽዎም ሰባት ንዕኦም ንኸሕርቑ ክብሉ ገለ ገለ ኣብቲ ደስ ተረኺቡ ሕጂ ሓደ ዓብ ኣዳራሽ ተቢሉ ደረፍቲ ኣሳዕስዕቲ ተዳልዮም መጉረፈን ተዳልዩ ጽልኢ ከመይ ጌርካ በቃ ጽልእኻ ተውፅሉ ከዓ በቃ እትዮም ብዙሓት ብገርህታት ከዓ ኣብኡ ኣለዉ ኣባላትና ንሕና እስከ እስከ ክንሓቶም ኣብኡ ዝሓተቱ እውን ኣለዉ ፀገም የብሉን በቃ ምሻሎ ሓደ ሰብ ንሕና እስር ቤት ዝበሃል የብልናን ሓደ ሰብ ስጋብ ደስ ዝበሎ በቃ ኣነ ስጋብ ኣብዘስ እንታይ ክብል ፀኒሑ የማነ ባርያ በቃ መንእሰይ እንተኮይንካ ክትጋገ ኣለካ ክትሰርሕ እንተሃሊካ ሰብ ክስ ክጋገ ጥራይ ዘለዎ ቁኑዕ ስራሕ ክሰርሕ እንተኮይኑ ክጋገይ ዘለዎ ኣነሲ ንካይጋገ ኢለ ዝፈርሐሉ ምክንያት ዋላ ሓንቲ የብለይ እንተተጋግየ ክእረም ዝክእል እንተተጋግየ ክመሃር ዝክእል ሕጂ ንሶም ግን እንታይ ብተንኮል እዮም ኣባ ሕጂ በቃ እታ ናይ ዕርቂ ተሰማሚዕና ከምዚ ኢልና ክንቅበለኩም ኢና ገለ ኢሎም ምስ መን ክዕረቁ ምሳይ ብውልቂ ባእሲ ዝብሃል ይብለይ እንተ ኮይኑ ግን ኣነ ዋላ ምስቲ ባይቶ ናትና ዋላ ኣባላትና ንባዕሎም እዮም ነዚ ዕርቂ እዚ ኣነ ብውልቂ ኣይቅበሎን እዩ ብውልቀይ እዚ ዕርቂ እዚ ካብ ምዚኦም ኮፍ ኢለ ዕርቂ ምግባር ንዓይ ምስ ህግደፍ ኮፍ ኢለ ክረዳዳ ይሕሸኒ ካልእ ይትረፍ ዋጋ ከማን ይተርፈኒ ካብ እስሪ ቤት ካብ ደድሕሪ ፖሊስ ምጉያይ ደድሕሪ ኣዳራሽ ምጉያይ ንዓይ ከማን በቃ ንሱ እዩ ዘርብሐኒ ዋ እዚኦም እዚኦም መን ኮይኖም ከዕረቖም ትማል ንጎን ዓይ ዝላጎፅለይ ነበሩ ኣንፃረይ ዝቃለሱ ነበሩ ኣዳራሽ ሰባት ሒዞምስ ምስኦም ደን ክዓርቁኒ ሽማግለ ኮይኖም ደን ክመፁ ሕጂ ንሶም ምስ ይግደፍ ክዓርቁኒ ከይዶም እኮ ንሶም ሒዞማ ዘይኮዱ ዓንተቦይሲ እንታይ ኢለዋ በቃ ተማልያ እታ ባንዴራ እታ እታ ስም ንሳ ጥራይ እዮም ኮመንጢሎም ንሳ ሒዞማ ኮይዶም በተሓሳስባ ግን ምስ ህግደፍ እዮም ኮይዶም ዘለዉ በተሓሳስባ ምስ ህግደፍ ዋላ ሓንቲ ፈልየ ክርእዮም ኣይክእልን እየ ጽላኣት ናይ ብፍላይ ጽላኣት ናይ ሓደ ከባቢ ብጣዕሚ ዘለዎም ስጋብ ሕጂ ተጻዊርናኩም ኢና ዓቕሊ ጌርና ገለ ብዙሕ ነገራት ሸለልትነት ኢልናኩም ኢና ምሳኹም ድሕሪ ሕጂ ዕርቂ ዝበሃል የለን ኢናፍ በቃ ወድዩ እቲ መድረኽቲ ተዓፅዩ ትቃለሱ ደሊኹም ክትቃለሱና እንተደሊኹም ምሳኹም ክንቃለሰኩም ኢና ፀገም ዝበሃል ይብሉን ንሕና እታ መድረኽቲ እያ ተፈጢረ እያ እታ ፅልእቲ እያ ከዓ ተነዚሐ ሕብረተሰብ ተፀሪፉ መቓልስትና ተጸሪፎም ዋቅድሚ ሕጂ እውን እኮ ኢልኩምና ኢኹም ነቲ ኣብ ዕለት ዓሰርተ ሽዱሽተ ሒዝናዮ ዝወዓልና እዚ ናይ ድራግ ካብ ጎደና ኣኻኺብኩም ኢልኩምና ትማሊ ግን በቃ ጅግና ጅግና ሓየተይ ጎሚዳ ይኹን ክትብሉ ትውዕሉ ነርኩም ስለዚ ዓሕ ንሕና ናይዞም ብፍላይ እዚ ናይ ጀርመን እዩ ናይ ጀርመን ትብልዎ ዘለኹም ካብ ጀርመን ወፃኢ ከይዱ እዩ ማንም ሰብ ኢለኩም ኣለኹ ማንም ሰብ ባቃ ኣነ ሕብረተሰበይ ተፀሪፊ ዝብል እንተሃልዩ ኣብ ማንም ዓለም እዩ ዘለዉ ምስ ኩሉ እዮም ክዕረቑ ዘለዉ ምሳና ጥራይ ባእሲ ዝበሃል የብሎምን ስለዚ እዞም ሰባት እዚኦም ማልያና ሒዞም ስምና ሒዞም ናብ ህግደፍ ተጸጊዖም እዮም። ቅድሚ ሕጂ እውን እኮ እታ ቀያሕ ባንዴራ ኢና ንጥቀም ነርና። በዓል ዘርእሰናይ ድዮም እቶም ከምኦም ዓይነት ዘምሰሉ ሰባት ሒዞማ ናብታ ህግደፍ ተጠርኒፎም ንዖም ከዓ ኣንጻርና ኢልና ኢና ንቃለሶም ነርና። ስለዚ እዞም ሰባት እዚኦም ከዓ በቃ እታ ኣንሕና እታ ሽምና ምሳና እያ ዘላ ክንምንጥሎም ኢና እታ ማልያና ከዓ ክንምንጥሎም ኢና። ሽዑ እታ ህግደፍ ክህቦም ድዩ ወላ ሓዳሽ ማልያ ድዮም ከውጽኡ ንዕኦም እዩ ዝምልከት። ስለዚ እዚኦም ሰባት እዚኦም ድሕሪ ሕጂ መቓልስትና ዘይኮኑ ንዓይ ከም ጸለእተ እየ ዝርእዮም ማለት እዩ። ስለዚ የቐንየለይ ፕሬድ ካብዚ ንላዕሊ ወላ ሓንቲ ምስዚኦም ምምስሳል የለ ምዝርራብ የለ ገና ከኣ ድሕሪ ሕጂ ጽቡቅ ጌርና ከኣ ኣብዚ ከኣ ክንቃለሰኩም ኢና ማለት እዩ የቀኔለይ ጫሕ መዓርከይ Thank you ስምዓያ በል ጫሕ መዓርከይ
ኣዛረቡና ድሓር እዚ ወ- ኣና ኣብ ክፉት መድረኽ ኦፐን ማይክ ሓውና ዓይነታ ምሕረተኣብ ካብ ዓዲ እንግሊዝ ድዩ ዓዲ እንታይ